እቲ ዝደፈረኒ ወዲ ኣሕዋተይይ ከም ዝድውለለይን ከም ዝልምነንን ከም ዘፍቀረንን ኣይፈልጡን። ንዕኡ ገዲፈ ኣሕዋተይ ከይመርጽ ህይወተይይ ብዘይ ክብረይይ ባዶ መሲላ። ሰላምታ ኣይረሳዕኹን ፍቱዋት ተኸታተልተይ እንኳዕ ብሰላም መጻኹም። ንሎምዓልቲ ሒዘልኩም ዝመጻኹ መደብ ድማ መደብ እንታይ ትመኽሩ ንዝብል ሓንቲ ሓፍተይ ኣብ ኮሜንት ዝጸሓፈትለይ ዛንታ እየ ሒዘልኩም መጽየ። ኣነ ከምቲ ኩሉ ግዜ ናይዚ ሓፍተይ ዛንታ ኣንቢበ ምስ ወዳእኹ ሓሳበይ ከካፍላ እየ። ንስኻትኩም እውን ዛንታ ሓፍትና ሰሚዕኹም ምስ ወዳእኹም ከምቲ ልሙድ ሓሳብኩምን ምኽርኹምን ኣብ ኮሜንት ንክተስፍሩላ ኣቐዲመ ብትሕትና ክላበወኩም ይፈቱ። ናብዛ ናይ ዝሓፍትና ዛንታ ከብለኩም ላይክ ሼር ሳብስክራይብ ምግባር ኣይትረስዑ። ሰናይ ምክትታል። እዛ ናይ ዝሓፍትና ዛንታ ከምዚ እያ ትብል፣ ሰላም ኣቤ ሓፍተይ መድረባትኪ ኩሉ ይከታተሎ እየ ብዙሕ ድማ ተማሂረ እየ እና ቀፅልሉ ዛንበይተይ የቀንየለይ ዝሓፍተይ ከይትሓልፍኒ ምክሪ ካባክን ካብ ተከታተልትክን ይደሊ ኣለኩ ኣቢየይ ናብ ጉዳየይ ክኣቱ ኣነ ኣብ ስደት እየ ዘለኹ። ናብ ስደት ዝወጻኹሉ ግዜ ብክልተ ሽሕን ዓሰርተ ኣርባዕተን ዓመተ ምህረት ወጽየ። መጀመርታ ኩሉ ወዲኤ ናብ ሓፍተይ እትቕበለኒ። ዕድለይ ኣይጸበቐን ተታሒዘ። ብድሕሪኡ ሓደ ወርሒ ኣብ እስር ቤት ጸኒሐ። ሽዑ ድማ በረርኩ። ኣዲስ ኣበባ ምስ ኣተኹ ድማ መሊሰ ስደት ሓሰብኩ። እሞ ኣብ ኣዲስ ኣበባ ዝኾነ ቤተሰብ ረኸብኩሞ ናብ ትግራይ ከይከድኩ ንስኡ ተመሊሰ ስደት ኣምራሕኩ። ኣምላኽ ይመስገን ብሰላም ድማ ራጎ ኣተኹ። ብድሕሪኡ ኣብ ራጎ ብዙሓት ኣወዳት ናይ ፍቕሪ ሕቶ ይሓቱኒ ነይሮም። ኣነ ድማ ድንግል እየ ነይረ። ምንም ኣይፈልጥን። ካብኡ ክሓቱኒ ከለዉ ድማ ኖእ! ከምዚ ኣይኸውንን እናበልኩ የመኽንየሎም ነይረ። ኣነ ድማ ሓሳበይ ብሰላም ኣትየ ብሰላም ድማ ስርሐይ ሰሪሐ ዓደይ ተመሊሰ ብቅዱስ ቁርባን ይምነ ነይረ ግን ከምዚ ሓሰብክዎ ኣይኮነለይን ካብ ራጎ ምስ ብዙሓት ኣዋልድ ተጻዒና መንገዲ ሕዱድ ንጅምር ኣምላኽ ይመስገን ሕዱድ ድማ ብሰላም ተሻገርና ካብኡ ኣጋጣሚ ኣብ መኪና እናሃለና እቶም ሹርጣ ይመጹና እሞ ካብ መኪና ነጢርና ኩልና ተበተና ብድሕሪኡ ዝወሰዱ ወሲዶም ከይዶም ሰለስተ ኣዋልድ ሓደ ወዲ ተሓቢእና ተረፍና ለይቲ እዩ ነይሩ እሞ ክወግሕ ምስ በለ እቲ ወዲ ድማ ናብ ስደት መጀመርትኡ እዩ ምንም መንገዲ ኣይፈልጥን ካብኡ ሓደ የመ ንረክብ እሞ መርሐና ኢልናዮ ይምርሐና ካብኡ ኣምላኽ ይመስገን ካብቲ በረኻ ምስ ወጻና ኣጣል ዝሕልው ረኸብና ንሶም ድማ ተጋሩ እዮም ተሓጎስና ከማና ዝበሉ ደቂ ዓድና ረኺብና እናበልና ኣዕሪፍና ውዒልና ካብኡ እቲ ሓደ ወዲ ካብዚኣ እንተሓሊፍኩም ጽርጋ እዩ ክወስድኹም እዮም ይብለና እሞ እንታይ ደኣ ክንገብር እንተበልናዮ ኣነ ብናይ ባዕለይ ምሽዋር ክሰደኩም ይብለና ኣንሕና እውን ተጨኒቕና ስለ ዝነበርና እሺ ኢልናዮ ካብኡ ንዓይ ሓፍተይ ናብ ሳብያ ኣምፀኣያ ትብሎሞ እሺ ይብላ እቶም ምሳይ ዝነበሩ ድማ ናብ ርሑቕ ስለ ዝኾኑ ኣብ እንዳ ዓሞይ ክቐምጠኩም ኢሉ ወሰዶም በይነይ ተረፍኩ። እናተጨነቕኩ ይርእየኒ እሞ ኣጆኺ ንስኺ ድማ ናብ ሓፍትኺ ሕዚ ክሰደኪ እየ እናበለ የረጋግእኒ። ናብ ሓፍተይ እንተደወልኩ ድማ ሕዚ ከምፀእኪ እዩ ነጊረዮ እየ ትብለኒ እሞ ኣነ ከዓ እሺ ይብላ። ከምኡ እናበለ መሬት ይፅልምት። ኣነ ድማ ፈሪሐ ክጠራጠሮ ጀመርኩ። ስደደኒ እናበልኩ ይጭቕጭኾ እሞ ኣይሰምዐንን። ሓፍትኺ ፅባሕ ንግሆ ኣምፅኣያ ኢላትኒ ኣላ እሞ ፅባሕ ክትከዲ ሕዚ ግን ምሸት እዩ። ተፍትሹ እውን ኣሎ ይብሃል እሎ'ሞ ኣብዚ ሕደር ይብለኒ ኣነ ኸዓ ንምንታይ እየ ኣብዚ ዝሓድር ስደደኒ ናብ ሓፍተይ ወይ ድማ ካልእ ምሽዋር ክትሪኤለይ እያ ጀዋል ሃበኒ ክድውል ናብ ሓፍተይ ይብሎ ንሱ ድማ ጀዋል ኣይህበክን በቃ ጽባሕ ክትከዲ ኢኺ ኣጆኺ ይብለኒ እሞ ኣነ ድማ ከይድውል ጀዋል ከሊኡኒ ክነብዕ ጀሚረ ብድሕሪኡ ንሱ'ውን ሎምዓልቲ ምሳይ ሕደር ይብለኒ። ኣነ ድማ በጃኻ ከምዚ ኣይኸውንን ኢለ ኣብ እግሩ ወዲቐ ለሚነዮ። ክሰምዐኒ ኣይከኣለን። ጎቲቱ ናብ ክላሱ ወሲዱ ደፊሩኒ። መጨረሽኡ ምስ ወግሐ ናብቶም ምሳይ ዝነበሩ ወሲዱኒ። ንሶኦም ድማ ናብ ሳብያ ሰዲዱኒ። ንሳቶም ናብ ካልእ ከይዶም። ሳብያ ምስ ኣተኹ ናብ ሓፍተይ እንታይ ኮንኪ ብናይ ካልእ ምሽዋር ዘይወሰድክኒ ኢለ ተረፍ ሕርቃነይ ይበኣሳ። ካብኡ ተረጋጊዐ ናብ ስርሐይ ኣተኹ። እሞ ስልከይ መን ከም ዝሃቦ እዚ ዝዓመጸኒ ይድውለለይ ካብኡ ይዓጽዎ። ከምኡ እናገበርኩ ሽዱሽተ ወርሐይ ይገብር። እናለመነ ምስ ኣሕመመኒ ይዕረቑ። ክዕረቖ ዝገበረኒ ምኽንያት ግን ክብረተይ ዝወሰደኒ ይሐሸኒ ብምባል እየ ወሲነ። ኣብዙይ ናተይ ዕሽነት ድዩ ክርደኣኒ ኣይከኣለን። ኣብ ኣተሓሳስበይ ብዘይ ክብረተይ ጽቡቕ ናብራ ክገብር ብፍጹም ኣይረኣየንን። ህይወተይ ጎደሎ ኮይኑ እየ ዝስምዐኒ። ኣብዚኣ ምኽርኹም ለግሱለይ። ኣቢየይ ጽሑፉካ ኣብዚሐልኪ እምበር ክውደኣልኪ መጨረሽኡ እዚ ወዲ ከባቢ ሓደ ዓመትን ሽዱሽተ ወርሕን ንደዋወል እሞ ኣነሲ ካብ ልበይ ይቅርታ ሓቲተ ብዓዲ ክውድኣልኪ እናበለ ተኸኽ ኣቢሉኒ። ሕዚ ኣነ እውን ኣሕዋተይ ሕማቕ ከም ዝገጠመኒ ሰሚዖም እዮም። ንሱ እውን ርሑቕ እዩ ዓዱ። እሞ ይድውለልኪ ኣሎ ድዩ ይብሉኒ እሞ ኣነ ድማ ፈሪሐ ኣይድውለለይን እየ ዝብሎ። ሕዚ ኣብ መንጎኡ እዚ ወዲ ይትሓዝ እሞ ኣብ እስር ቤት ኮይኑ ድማ ኩሉ ግዜ ይድውለለይ። ኣብ ዓሰርተ ወርሑ ድማ ዓዲ ብሰላም ኣትዩ። ኣይተቐየረን። ሕዚ ድማ ሕዚኸ ከመይ ኢኺ? ብዓዲ ክውድኣልኪ እሞ ወይ ክጽበየኪ እየ ወይ ድማ ተመሊሰ ክመጽእ ናብኡ እናበለ ኣብ መንጎ ተቐርቂረ። በቲ ሓደ ጎነይ ድማ ኣሕዋተይ ትደዋወልዮ እንተኾይንኪ እናበሉ የፈራርሑኒ ኣለው። ኣነ ድማ ኩሉ ምስኡ ዘለኒ ነገር ከቋርጾ ዶ ኣሕዋተይ ክመርጽ ዋላስ ምስኡ ክቕጽል እንታይ ትመኽሩኒ ኣሕዋተይ? ዝብል እዩ ዛንታኣ። ክብርቲ ሓፍተይ ከም ኣነ ክብለኪ ዝደሊ ቅድሚ ንዕኡ ዶ ንሕዋትኪ ክትመርጺ ኣለኪ ናብ ሂወትኪ ከትቅበልዮ ኣለኪ ዶ ኣይብልክን ዝብል ቅድሚ ናብኡ ምካደይ ኣብዛ ዛንታኪ ውሽጢ ዝረከብክዋ ጽሑፍሲ ቀደም ካብ ስደት ተመሊስኪ ክትምርዐዊ ከለኪ ብቅዱስ ቅርባን ክትምርዐዊ ከምትምነዪ ዝነበርኪ ሕጂ ግን ከምቲ ዝሓሰብክዮ ከምዘይኮነልኪ ዝብል ጽሑፍ ርየ ኣለኹ። እዚ ሕቶ ብጣዕሚ ናይ ብዙሕ ሰብ ሕቶ ዝሓቶ እዩ። ስለዚ ኣነ ካብ ኣቦታት ክምህሩ ከለዉ ተደጋጋሚ ሰሚዐ ከም ዝተረዳእኽዎ ክነግረክን በዚ ኣጋጣሚ ሓደ ክርስትያን ከምቲ ንስኺ ኣጋጢምኪ ዘሎ ዓመጽ ኣጋጢምዎ ክኸውን ይኽእል፣ ተታሊሉ ክኸውን ይኽእል፣ ክብሩ እንድሕር ደኣ ስኢኑ፣ በዚ ኣጋጣሚ ክብሪ ብፍላይ ኣብዚ ሕጂ ሰዓት ኣቐሊሉ ዝሪኦ ሰብ ብጣዕሚ ብዙሕ ይርኢ እየ። ብፍላይ ደቂ ኣንስትዮ እንድሕር ኮይንክን ኣብ ጎንኽን ዘላ ከም ገለ ኢላ ተታሊላ ክብራ ምስ ሰኣነት ክብራ ክትምልሶ ስለ ዘይትኽእል፣ ንስኽን ግን ክብርኽን ክትከስርኡ ስለ ትደሊ ትደፋፍኣክን። ክብሪ ኣቃሊላ ትርኢ፣ ኣብ ጎንኽን ክትህሉ ትኽእል እያ። እንተስ መዋዕልትኽን እንተስ መሓዛኽን። ብዝተፈላለየ ኣጋጣሚ፣ እንተስ ፈሊጣ እንተስ ከይፈለጠት፣ ክብራ ስኢና ንስኽን እውን ክብርኽን ክትስእና ትደፋፍእ ክትህሉ ትኽእል። ወዲ እውን ኩሉ ነገር እናተረድኦ ከሎ ንኸታልለክን ስለ ዝደሊ ከምኡ ገይሩ ዝሽውደክን ክህሉ ይኽእል እዩ። ክብሪ ማለት እቲ ሽሙ ንባዕሉ ዓብዪ ነገር እዩ። ክብሪ ከቢድን ዓብዪን ነገር ምዃኑ ኣብ ግምት ኢኽን እተእትውኡ ዘለክንን ክትጥንቀቓሉ ዘለክንን ማለት እዩ። ብፍላይ ንደቂ ኣንስትዮ ስለ ዝኾነ እምበር ክብሪ ንወዲ ይኹን ንጓል ከም ሓደ ክርስትያን ብፍላይ ቅድሚ ቃል ኪዳን ብፍጽም ተኣምር ክስእኖ ከም ዘይግባእ እዩ መጽሓፍ ቅዱስናን ቤተ ክርስትያንናን ትእዝዘና ማለት እዩ። ስለዚ ከምዚ ነገር እንድሕር ድኣ ኣጋጢሙ ከምዚ ሓፍትና ኣጋጢምዋ ዘሎ እንድሕር ድኣ ኣጋጢሙ ወይ ተታሊልክን እንድሕር ድኣ ስኢንክን ወይ ተታሊሉ እንድሕር ሓደ ክርስትያን ክብሩ ስኢኑ ግን ኣነ ክብረይ ስለ ዝሰኣንኩ ኣነ ከምዚ ኢለስ ይጋገ ስለ ዝነበርኩሲ ዘማዊ ስለ ዝነበርኩ ክኸውን ይኽእል ወይ ከምዚ ገይረ ስለ ዝተሰሓሓትኩ ክኸውን ይኽእል ክብረይ ስኢነየ ኢሉ ካብ ቤተ ክርስትያን ወጻኢ ቀለበት ክኣስር ከም ዘይብሉ። ካብ ቤተ ክርስትያን ወጻኢ ዝተኣሰረ ቀለበት ኣቦታት ክምህሩ ከለዉ ምስ ትወስዱ ርኢኹም ኣብ መጽሓፍ ቅዱስ ንባዕሉ ኣቲኹም ክተረጋግጹ ትኽእሉ ኢኹም። ካብ ቤተ ክርስትያን ወጻኢ ዝእሰር ቀለበት ብዓይኒ ቤተ ክርስትያንን ብዓይኒ መጽሓፍ ቅዱስን ጌጋ ከም ዝኾነ፣ ሕጋውያን ከም ዘይኮኑ፣ እቶም ሰብኣይ ሰበይትን ዋላ ኣብ ደገ ቀለበት ይእሰሩሲ እንድሕር ደኣ ብቤተ ክርስትያን ክልተ ነይሮም ሓደ ኢኹም ተዘይተባሂሎም ኣብ ደገ ቀለበት ኣሲሮም እንድሕር ደኣ ሓዳር ዝገብሩ ኮይኖምሲ ዝሙት ከም ዝኾነ፣ ቅድሚ ቃል ኪዳን ድማ ምስ ሓደ ኣንጻር ጾታ ክንራኸብ ከለና ኣብ ዝሙት ከም ንነብር እዩ መጽሓፍ ቅዱስናን ቤተ ክርስትያናን ጽቡቕ ጌራ ተምህረና ማለት እዩ። ስለዚ ንስኺ እውን ክብለኪ ዝደሊ ናብ ዓድኺ ተመሊስኪ ብቅዱስ ቁርባን ክትምርዓዊ ትኽእሊ ኢኺ። ጥራሕ ምስቱ ሓደ ምስ ክብሩ ዘሎ ተመርዓዊ ክልተ ተመርዓውቲ እንድሕር ደኣ ሃልዮም ንኣብነት እንድሕር ንሳቶም ምስ ክብሮም ሃልዮም ንስኹም እንድሕር ምስ ክብርኹም ዘይሃሊኹምሲ ንኽልቴኹም ቅዱስ ቁርባን ይፍቀደልኩም እዩ። ናትኪ ናይ መዓሰባን ጸሎት ይጽለየልኪ። ካብቶም ምስ ክብሮም ዘለዉ ዝፍለ ሓደ ኣብቲ ዝጽልዩልኩም ጸሎት ካልኣይ ድማ እቶም ምስ ክብሮም ዘለዉ ናይ ሽልማት፣ ክብሪ፣ ካባ ክሽለሙ ከለዉ ማለት ተኽሊል ክሽለሙ ከለዉ ንሳቶም ንደናግላን ጥራሕ ተባሂሉ ዝተዳለወ ተኽሊል ክሽለሙ ከለዉ ንስኻትኩም ተኽሊል ኣይትደፍኡን ኣፈላላይኩም እዚኣ ጥራሕ እያ እምበር ንሳቶም እውን ኣባት ንስሐኦም ሒዞም እቲ ቅድሚ ቅዱስ ቁርባን ምውሳዶም ክፍጽምዎ ዝግብኦም ሕግን ደንብን ብሰባት ንስሓ ተማኺሮም ፈጺሞም ክስካዕ ዕለት እታ መርዓኦም ክስካዕ ዕለት እታ ቀለበት ዝኣስሩላ መዓልቲ ሕግን ደንብን ካብ ኣባት ንስሐኦም ተቐቢሎም ንስሓ ኣትዮም ቅዱስ ቁርባን ክቕበሉ ይኽእሉ ይእዘዙ እውን ንስኻትኩም እውን ከምኡ ማለት እዩ ስለዚ ብቅዱስ ቁርባን ትምርዓዊ ትኽእሊ ኢኺ ዓድኹም ከይድኩም ምስ ኣባት ንስሃኺ ተማኺርኪ ንስሃ ኣቲኺ ኩሉ ነገር ክተዛሪብኪ ሕግን ደንብን ኣባት ንስሃኹም ዝኣዘዝኹም ኩሉ ነገር ኣማሊእኹም ሕግን ደንብን ፈጺምኩም ብቅዱስ ቁርባን ብቤተ ክርስቲያን ቀለበትኩም ክትኣስሩ ትኽእሉ ኢኹም ክብለኪ ይፈቱ እዚኣ ንብዙሓት ኣሕዋተይ ተመሊሳትልክን ክትከውን ተስፋ ይገብር ማለት እዩ ብዙሓት ስለ ትሓታ ስለ ዝርኢ ካብኡ ክብለኪ ዝደሊ እዚ ኣጋጢምኪ ዘሎ ብርግጽ ከጋጥመኪ ኣይምተገብኦን ንማንም ጓል ኣንስተይቲሲ ምድፋር ኣይግብኣን እየ ዝብል ኣብ ማንም ዕድመ ትሃሉ ኣብ ማንም ሃይማኖት ዜግነት ትሃሉሲ ምድፋርስ ንጓል ኣንስተይቲ ብፍጽም ተኣምር ክህሉ ዘይነበሮ ዘይግብኣ ኢለውን እየ ዝኣምነሉ ኣይግብኣክን ኔሩ ከጋጥመይ ምነበሮን ግን ካብ ኣጋጠመኪ፣ እዚ ወዲ መጀመርያ ቅድሚ ምስኡ ዝኾነ ዓይነት ውሳነ ምውሳንኪ መንነቱ'ዩ ክተረጋግጺ ዘለኪ። ንኣብነት ምሳኺ ጥራሕ ድዩ እዚ ውዒሉዎ ዘሎ ጌጋ ዝውዕሎ፣ ስሑት መዓልቲ ስለ ዝወዓለ ድዩ ዋላስ ከምኡ ዓይነት ኣመል፣ ባህርያት፣ ስለ ዘለዎ፣ ሕማቕ ልምዲ ስለ ዘለዎ፣ ብዙሓት ደቂ ኣንስትዮ ከምኡ ጌሩ ሂወተን ዘባላሹ'ዩ፣ ሓደ በቃ ንጽባሕ ንግሆ'ሲ ሰብኣየይ ኣቦ ደቀይ ክኾነኒ'ዩ ክትብልዮ ትኽእሊ፣ ዘለኪ መስፈርቲ ከማልእልኪ ይኽእል ድዩ? ኩሉ ዓይነት መንነቱ ኢኺ ተረጋግጺ ዘለኪ ኣብዚ ሕጂ ሰዓት ብዓዲ ምውዳእ ዋላ ሰበይቲ ከላቶም ቆልዑ ዝወልዱላ ሰበይቲ ኣቐሚጦም ቀሊል ነገር ኮይኑ እዩ ኣብ ዝተፈላለየ ቦታታት ደቂ ኣንስትዮ ሂወተን ኣባላሽዮም ገሊአን ጠኒሰን ገሊአን ወሊደን ብዓዲ ምውዳእ ቀሊል ኮይኑ እዩ ስለዚ ቅድሚ ብዓዲ ምውዳእኺ መንነቱ ፅቡቅ ጌርኪ ምስ ኣፅናዕኺ ክኾነኒ እዩ ኢልክን ድሕር ደኣ ኣሚንክሉ ግን ምስ ኣሕዋትኪ ተማኺርኪ ከምቲ ጽሒፍክዮ ዘለኺ እንድሕር ድኣ ብቑዕ ወዲ ኮይኑ። ምስ ኣሕዋትኪ ተማኺርኪ እንተ ትቕበልዮ ብዓዲ እንተ ትውደእልኪ ከምቲ ጽሒፍክዮ ዘለኺ ዓዓ ዓድኺ ከይድኪ ከምዚ ክንገልጾ ዝጸናሕና እንተ ትፍጽሚ ይብለኪ ተዘይ ኮይኑ ግን ንሱ ብዓዲ ክውደእልኪ ስለ ዝበለኪ ስለ ዘለመነኪ ጥራሕ ዘየድሊ መንነት እንድሕር ሃልይዎ ብፍጽም ተኣምር ክብርኺ ስለ ዝወሰደኪ ስለ ዝደፈረኪ ጥራሕ ናብ ሂወትኪ ክትቕበልዮ ኣይብልኽን እየ ዝብለኪ ክብርቲ ሓፍተይ ስለዚ ኩሉ ነገር ኣረጋጊጽኪ ጽቡቅ ውሳነ ክትውስኒ ተስፋ ይገብር። ንሎማዓልቲ ዝነበረትና ጻንሒት እዚኣ እያ ትመስል ኣብ ቀጻሊ ቪድዮ ክስካዕ ንራኸብ ሰሰናዩ ንዓኹም ባይ ባይ።